ሰላም ተኸታተልቲ ናይ ሆፕ ሜድያ ዘራ ቻነል ንሎማዓንቲ እምበኣር ብናይ ሃውስ ቫይስ ማለት ናይ መንበሪ ፍቓድ ኤፋን መንበሪ ፍቓድ ናብ ናብ ምቕያር ብፍሉይነት ናብ ስዊዘርላንድን ንነብር ሰባት እየ ከዳሉ ስለዚ ብዙሓት ሰባት ኣብ ስዊዘርላንድ ኤፍ ናይ መንበሪ ፍቓድ ዝተዋሃብና ኣለና ነቲ ኤፍ ናይ መንበሪ ፍቓድ ናብ በ ንክትቅይሮ ዘድሊ ሰነድን እቲ መስርሕን መምዘኒታትን ናብኡ ንዕኡ ንዝምልከት ኢኻ ቅርብ። ቅርሚ ናብኡ ምቕራብ ነቲ ሰነዳት ወይ ዘድሊ ነገራት ምቕራብ ግን ሓደ ሓደ ብ ቤሎ ቤላ ዝበሃል ኣሎ መሃበጣ ኤፍ ሂማኒቲ ወይ ኤፍ ናይ መንበሪ ፍቓድ ክወሃበካ ከሎ እቲ ካብ ኢሚግሬሽን ዝመጽእ ውሳኔ ወረቐት ከምቲ ብልማድ ዝብሉና ዝነበሩ ሓደ ሓደ ቅድሜና ዝነበሩ ኤፍ ፖለቲካ ኣሎ ኤፍ ሂማኒቲ ኣሎ ስለዚ እቲ ታክስ ቫይስ ክትሪኣ ከለካ እውን ምንም ለውጢ ይብሉን ኣብቲ ትሕዝቶ ናይ ውሽጢ እዩ ብከመይ ትፈልጦ ንክተለልዮን ድማ ፍልጠት ይሓተካ ሰባት ግን ዝብሉ ዝነበሩ ሸውዓተ ፔጅ ናይታ ውሳኔ እንተ ኮይና እዚኣ ኤፍ ኢማኒቱ እያ ሰለስተ እንተ ኮይነን ብ ከምኡ ዝብል ቢል ኣሎ እንተ ኮነ ግን እቲ ሓቂ ንሱ ስለ ዘይኮነ ምናልባት ክልተ ሽሕን ዓሰርተ ሓደን ኣብቲ ምስ ብጾተይ ካብ ኢንግሽታይን ዝበሃል ናብ ሲግናው ኣብ ኢሜንታል ኣብ ሓንቲ ኣፓርትማ ኣብ ንቕመጠሉ ዝነበርና ሰለስተ ሰባት

ኤስፕ ሂማኒቲ እንተ ደኣ ኮይኑ ካብቲ ኣብ ቅድሚ ውሳኔ ምምጽኡ ኤን ከለኻ ዝፍለየሉ ምንም ነገር የለን። ብዙሕ መሰል ይጎድለካ ናብ ገዛ ክትካረየ ኣይትኽእልን እቲ ዝወሃበካ ናይ ሶሻል ማለት ሓገዝ እውን ብመጠኑ ውሕድ እዩ። ሴም ካርድ ክትገዝእ ደሊኻ እውን በታ ሃውስ ቫይስቲኣ በታ ናይ መንበር ፍቓድቲኣ ኣይትኽእልን ኢኻ። ከምዚ ስለ ዝኾነ እዩ ድማ እቲ ሰብ ሕጉስ ዘይከውን። እንተኾነ ግን ኣብ ክንዲ ነዚ ዝመጸካ ውሳኔ ተቐቢልካ ከመይ ጌርካ ናብ ጽቡቕ ንኽትቅይሮ ትሓስብ ብምዕዝምዛም ወይ ድማ ብምሕርቃን ክመጽእ ዝኽእል ነገር የለን። ካብዚ ተበጊሰ እዩ ድማ ነቲ ብጻይና መጺእዎ ዝነበረ ኣዝዩ ጉህዩ ሓዚኑ። ብቐጥታ ግን ንዓናይ ደይ ንኸይድ ደይ ንሓትት ኢለ ኣነ ኣብ ምስኡ ኮይና ብሓንሳብ ናብቲ ናይ በርን ዝሎ ናይ ኣካል ናይ ጨንፈር ዝኾነ ናይ ኢሚግሬሽን ሰብዓን ሰለስተን ዝብል ኣብ ስልግን ኣብ ዘሎ ከድና ምስ ሓተትና እቲ ንኢትረፍ ንሕና ብናናዕኹምሲ ንሳቶም እውን ምጽእ ኢልካ እንታይ እዩ ኢልካ እቲ ወረቐት ምስ ረኣኻዮም ክፈልጥዎ ከም ዘይከሉ

ድሕሪ ናይ ነዊሕ ምድውዋልን ምሕታት ግን እቲ ሓውና እታ መጺኣቶ ዝነበረት ኤፍ ፖለቲካ ኮይና በዚ ከኣ ነቲ ዝነበሮ ጓሁ ጓሂኡ ደምሲሱ ብመጠኑ ካብቲ በ እኳ ዝምነ እንተበረ ካብታ ኤፍ ሂማኒቲ ግን ኤፍ ብምዃና እናተሓጎሰ ናብ ቤትና ብሓንሳብ ድማ ተመሊስና። ይቕሬታ ኣንቶይ ክቐድሕ ከለኹ

ሃውስ ቫይስ ክቕይር ከለኹ እቲ ነጥብታት እንታይ እንታይ ክማላ ከም ዘለዎም ድሕሪኣ ናይ ምቕያር እውን ብዙሓት ሰባት ዝፈልጦም ወይ ዝፈልጡኒ ሓቲቶምኒ እቲ ኤፍ ሃውስ ቫይስ ሂማኒታት ናብ ሰብኣውነት ማለት እዩ ናብ ብኸመይ ከም ዝቐየርኩዎ እቲ መስርሕ ሕጂ ኣብዚ እውን ንውልቀ ሰባት ክልተ ሰለስተ ወይ ኣርባዕተ ሓሙሽተ ስጋብ ዓሰርተ ዝኾኑ ኣካፊለ ክኸውን ይኽእል። እዚ ሓሳብ እዚ ወይ እዚ ተመኮሮ እዚ ነዞም ውሑዳት ሰባት ኣካፊለዮም ንሳቶም እውን ዕውታት ኮይኖም ነቲ ዝነበረ ናታቶም ናይ ወረቐት መንበሪ ፍቓድ ኤፋውዝቫይዝ ናብ በይቕ ኣዩሮም ሕጉሳት ኮይኖም ህይወቶም ይመርሑ ዘለዉን እናሰርሑ ናብርኦም የማሕይሹን ስለዘለዉን ብጠቕላላ ንኣብ ስዊዝ እንርከብ ተመሳሳሊ ዓይነት ሽግር ዘለና ሕጃኑ ይጠቅም እዩ ካብ ዝብል ሓሳብ እየ ዘቕርቦ ዘለኹ ስለዚ እቲ ውሳኔ ከምቲ ኣቐዲሞም ሓደ ሓደ ዝብሎ ዝን የለን ምናልባት ናተይ ኤፋውዝ ባይስመተ ናይ በዓልቲ ቤተይን ከምኡውን እቲ

ኤገረሻፍት ኒክት ስለዚ ከም ፖለቲካ ኣይፈለጡኻን እሞ ካብዚ ተበገሰ ኢዩ ድማ ፌርሎፍ ካብ ዝገኖም ማለት ግዜያዊ መንበሪ ፍቓድ ይገብሩኻ ዘለዉ ከምኡ ስለ ዝኾነ ንስኻ ነቲ ተዋሂብካ ዘሎ ግዜያዊ መንበሪ ፍቓድ ከመይ ጌርካ ኣብ ሓደ ቋምን ወይ ዝተመሓሸ ናበን ትቕይሮ ቀጺሉ እቲ ኤታውዝባይስ እቲ ኤፍ ፖለቲካን ኤፍ የማኒታትን ምንም ለውጢ የለዎን ክትሪኦ ከለካ ከምዚ እዩ እቲ ሕብሩ ይኩን ዋላ እቲ ወረቀቱ ስለዚ እቲ ለውጢ ትሪኤሉ ንኣብነት ኣብዚኣ እዚኣ ሕጂ ፈርላውፊክ ኣፍገኖመ ትብል ኣላ እዚኣ ኤፍ የማኒታት ምኳና ትፍለጥ እቲ ኤፍ ፖለቲካ ግን ፈርላውፊክ ኣፍገኖመ ፍሉክትሊን ሕጂ ፍሉክትሊን እንድሕር ኣላቶ ኩሉ ግዜ ኣብዚ ናይ ፖለቲካ ምኳኑ እዚ ንምንታይ እዩ ነቲ ሓደ ሓደ ውሳነ ክመፀኩም ከሎ ኤስ ኣውዝባይስ ሂማኒታት ዲዋ ናብ ፖለቲካ ንምንጻሩ ከምቲ ኣቐዲመ ናይ ሓደ ብጻይና ምሳና ዝነብር ዝነበረ ተመክሮ ናይ ምድንጋር ወይ ሰብ ዝብልዎ ቢል ዝነበረ እሱ ዘይኮነስ ከምዚ ሕጂ ዝሓበርኩኹም እታ ፈርዞላፊክ ኣፍገኖመ ፍልክሊን ድሕር ኣላታ እዚኣ ፖለቲካ እያ እቲ ውሳኔ ፈርዞላፊክ ኣፍገኖመ ድሕር ኮይና ግን እዚኣ ኤፍ ሂማኒታት እያ እዚ እቲ ጠቕላላ እዩ ስለዚ እቲ ኣብቲ ናይ ምቕያሩ መስርሕ ክቕጽል እቲ ዘድሊ ነጥብታት ኣሎ ማለት ሰለስተ ነጥብታት ኣለዋ ንዑ ዘድልያ እቲ ሄርተ ፎለ ብቬሊጎን ዝብላ ስታቱስ ቬክስልን ኤፍ ኢምበ ዝብላ ኣለዋ ሕጂ ተን ቀንዲ እዚኣተን እንታየን ኣብ ሰለስተ ደረጃ ከፊሎምን ኣለዉ እቲ ሓንቲ ቀዳመይቲ ደረጃ ትብል እታ ግሩንድ ሳትስ እዛ ፕሪንስፕል ወይ መምርሒታት ሕጂ ናፍታ ናይ መጀመርያ ግሩንትሳልስ ወይ ፕሪንስፕል ብእንግሊሽ መምዘኒታት ወይ መምርሒ ሕጂ ሳብ ትብል ዘላ እታ ናይ መጀመርያ እቲ ሰብ ኤፍ ዝነበሮ ናብ በ ክቕይር እንተኾይኑ ንሓሙሽተ ዓመት ዝኣክል ካብ ስዊዝ ዘይወፀ ቋሚ ዝተቐመጠ ከምኡ ድማ ናይ ቋንቋ ጀርመን ወይ ፈረንሳ ወይ ድማ ጥልያን እተን ሕጋዊ ወግዓዊ ቋንቋ ናይዛ ሃገር ክሳብ ኣኣይንስ እሞ መረጋገጺ ናይ ቤት ትምህርቲ ጥራይ ዘይኮነስ ከምኡ ውን ሰርቲፊካት ናይ ፕሪፊን ወይ ናይ ፈተና ዘለዎ ቀጺሉ ብዝተሓተ ንሓደ ዓመት ካብ ሓገዝ ነጻ ኮይኑ ርእሱ ዝኸኣለ ከምኡ ውን ካብ ዕዳ ናፃ ዝኾነ ይኹን ዕዳ ዘይብሉ ከምኡ ውን ገበን ዘይብሉ ቀፂሉ እቲ ነጥብታት ብዝርዝር ክመፅእ ክእሎ እቲ ናይ ሃገርካ ንኩሉ ሕጂ እዚ ኤፍ ክዛረብ ከለና ንኤርትራውያን ጥራይ ዝምልከት ኣይኮነን ኤፍ ኢማይነታት ዘለዎም ኤርትራውያን ክንከውን ንኽእል ኢትዮጵያውያን ክንከውን ንኽእል ሶርያውያን ፈለስጢን ኣፍጋኒስታን ተፈላለዩ ዜጋታት እታ ቀንዲ ሕጂ ነቶም ካልኦት ምናልባት ከምዚ ናህና ብዙሕ ግዜን ወይ ዘጸግም ኩነታት ኣይፈጥረሎምን ይኸውን ሕጂ እታ ኣብ ነፍሲ ወከፍ ናይ ኤርትራዊ ኣብ ካሊእ ሃገር እውን ብሓደ ሓደ ክሳይ ሰምዖ ናይ ዓድና ፓስፖርት ሪታ ንእሽተይ ይጽግመካ ካብ ዝተበገሰ እዩ ድማ እቲ ክትቅይሮ ትደሊ ብቀሊል መስርሕ ናይ ኤፋዋይዝ ናብ ከጽግመካ ዝክእል እዚ ኮይኑ እቲ ኮይኑ ግን እተን ነጥቢ ኩለን እተን ሕጂ ክጠቅሰን ዝጸናሕኩ ንክትቅይር እተን ዘድልያካ ነጥቢ ሽዱሽተ እየን እተን ሽዱሽተ ድማ ናይ ናይ ቋንቋ ናይ ስራሕ ውዑል ሓደ ዓመት ካብ ሶሻል ከምዘይወሰድካ ዕዳ ከምዘይብልካ ገበን ከምዘይብልካ ተረጋግፅ ከምኡ ድማ ካብቲ ንዓኻ ክሳብ ሕጂ ኣብ ትሕቲ ሶሻል ዝነበርካዮ እቲ ክትስራሕ ጀሚርካ ካብኦም ነፃ ምዃንካ ምንም ዓይነት ሶሻል ካብ ሶሻል ሓገዛት ነፃ ምዃንካ ወረቐትን ናይ ዓድኻ ናይ ፓስፖርት ዶኩሜንት ማለት ራይሰ ዶኩሜንት ዝብሉ ፓስፖርት እዚ ምስ ተማልእ ንኩሉ እቲ ናትካ እውን ካሊእ እቲ ዝፍትን ነዚ ዘቕርብ ዘሎ ፅሑፍ ናይ ወረቐትካ ንክትቅይር ትሓትት ከም ዘለኻ ኣፅሒፍካ ነዚኤን ኩለን ኣሰኒኻ ናብ ናይ ኢሚግረሽን ክትሰዶ እንከለኻ ርግጸኛ እየ እቲ ኣውስቫይዝ ይቕይሩልካ እዮም። እዘን ኩለን ነጥቢ ዝተሓተታ ካባኻ ከየማላእካ ግን ሓንቲ ካብን ምስ ትጎድል እቲ ናይ ምቕያር መስርሕ ጠጠው ክብል ኣብ ክልተ ሽሕን ዓሰርተን ክሳብ ሕጂ ኣይቀየረቶን ቀሊል ኣይኮነን ልዕሊ ዓሰርተ ሓደ ዓመት ኮይኑ ኣሎ

ኤርትራዊት ኣይኮነት ኢትዮፕያዊት ግን መረጋገጺ ስለ ዘይብሎም ዓዲ ዘይብላ ዝለፋዋ ሕጂ ናይ ኢትዮፕያ ወይ እቲ ናተይ ናይ ዓዲ ዶኩመንት ክምጽእ ከለኹ ነቲ ዝተዋህበ ውሳኔ ክስታይ ክገብር ይኽእል እዩ ካብ ትብል ፍርሃት እዩ ነይሩ እዚ ኮይኑ እቲ ኮይኑ ግን እዛ ንሎም መዓንቲ ብዛዕባ ኤፋው ዝባይዝ ናብ ምቕያር ዝገበርኳ ቪድዮ ከምዚ ይመስል ዝኾነ ይኹን ነዚ ዝምልከት ሕቶ ወይ ርእይቶ ሓሳብ ተለኩም ኣብቲ ኮሜንት ግለጹለይ ንዕኡ ዝምልስ ሕቶ ድማ ከቅርብ እየ ስለዚ ክሳብ ብካሊእ ቀጻሊ ቪድዮ ንራከብ ሰላም ኩኑ እንዳበልኩ ቻው።